ስርቂ ስነጥበባዊ ፍርያት ብምንታይ ክግታእ ይኽእል? ብውዕል ምስራሕ ይከኣል ዶ? ኣብ ሕጊ ዝቖመ ንስነጥበባዊ ፍርያት ዝምልከት ነገር ከ ኣሎ ዶ? ሰላም ንዓኹም ይኹን ክቡራት ተኸታተልትና። መዛረቢ ርእስቲ ኮይና ዝቐነየት ፊልም ለውሃት ከምቲ ኣብ ልቢ ተዓዘብቲ ዓብዪ ተፈታውነት ዘትረፈት ብዙሕ ሰብ ክትቅጽል እናበሃጋ ኣብ ምዝዛም ምብጻሓ ልቢ ተዓዛቢ ካብ ሰሓበት ዛንታ ይመጠጥ ይሰሓብ ዝብል ጓል መገዲ ከይተወሰኻ ከም መደባ ዝተዛዘመት ብምዃና ካብ ምፍላማ ክሳብ ምዝዛማ ኣዕጋቢት ተባሂላ ክትግለጽ ዝግባኣ እዩ። ትሕዝቶ ዛንታ፣ ኣወሳስኣ፣ ስእሊ፣ ኣርትዖት፣ ዋሕዚ ዛንታ፣ ብቕዓት ተዋሰእቲ ብዝኾነ ሽግር ከይተጎናደበት ኣብ መፈጸምታ ብምብጽሓ ተደናቒት ዝገብራ ኩርናዕ እዩ። እንተኾነ ግን ኣዛራቢት ኮይና ቀንያ ኣላ። ብዙሓት ንዓባይ ስነጥበበኛ ሲዶን ረድኢ ደራሲት፣ ኣላይት፣ ተዋሳኢት፣ ናይ ሜክ ኣፕ በዓልቲ ሞያ ኮይና ብዝገበረቶ ኣበርክቶ እሞ ድማ ብዓበይቲ ስነጥበበኛታት ከይተረፈ እልቢ ዘይብሉ ናእዳ ክውሕዛ ምስ ረኣዩ ካልኦት ተዓዘብትን ኣብ ማሕበራዊ መራኸቢታት ጸለውቲ ዝበሃሉ ሰባትን ከኣ እዚ ሳይግድን ዝብል ጽሑፋት ከቕርቡ ቀንዮም እዮም። እዚ ድርሰት ብሓቂ ናይ ሲዶና ረድኢ ድዩ? እንተ ኾይኑኸ ስለምንታይ ነዚ ንኸባቢ ዕስራ ዓመታት ዝተወፈየትሉ ሞያ ክሳብ ሎሚ ኣብ ድርሰት ኢዳ ከየንበረትሉ ጸኒሓ? ደራሲትን ጸሓፊት ዛንታን ክልተ ሰባት ክንሰን እቲ ናእዳ ናብ ሲዶን ረድኢ ጥራይ ዛዝዩ። ስነጥበበኛ ሲዶን ረድኢ! ኣብ ዝገበረቶ ቃለ መሕተት ንምንታይ ጸሓፊት ዛንታ ተባሂላ ዝተገልጸት ስነጥበበኛ ሉና ኣማኒኤል ክትልዓል ወይ ክትቀርብ ዘይተገብረ? እቲ ሕቶታትን ቅሬታን ብዙሕ እዩ። ርትዒ ዘለዎ ኣጠማምታ ምርኣይ ግን ልቦና እዩ። ብኻልእ ወገን ከ ጸሓፊት ዛንታ ስነጥበበኛ ሉና ማኑኤል ኩሉ እቲ ስምን ክብርን እናተወስደ ክትቅጽል ዝገበራ እንታይ ምኽንያት እዩ? ሾርት ፊልም ወይ ፊቸር ፊልም ብዘይምዃኑ ኣብ ሓደ እዋን ተሳኢሉ ዝውዳእ ኣይነበረን። ስለዚ እምቢታኣ ክተርኢ ዘይከኣለትሉ እንታይ ይኸውን? ስራሕ ክጅምር ከሎ ከም ኣሕዋት ኮንካ ምጅማር ድሕሪኡ ከም መሳርሕቲ ክትበኣስን ክትኮራረን እንተኾንካ ናይ መን ጉድለት እዩ ናይ ሓዲኤን ዶ ወይስ ናይ ክልቲኤን ዝያዳ ናይታ ክብሪ ወይ ስም ወይ ረብሓ ዝተነፍጋ ስነጥበበኛ ሉናማኒኤል እዩ ክኸውን ዘለዎ ፊልም ለውሃት ኣብ ገለ ክፋላት ኣብ ሸሞንተ ሰዓታት ከባቢ ሚእቲ ሽሕ ተዓዘብቲ ብምርካብ ዓቢ ስም ኣትሪፋ ምህላዋ ነታ ፊልም ዝዝርግሕ ስታር ኢንተርተይመንት ገሊጹ ነይሩ። ብደረጃ ተዓዘብቲ ውን ኣብዘን ቀረባ ዓመታት ዝፈረያ ፊልምታት ብዙሕ ተዓዘብቲ ዝረኸባ ዝለዓለት ከም ዝኾነት ይዝረብ። ሎሚ ሰንበት ዕስራን ሽዱሽተን ሕዳር ክልተ ሽሕን ዕስራን ሰለስተን ኣብ ሰዓታት ድሕሪ ቀትሪ ደራሲት ትሉን ኣማኑኤል ኣብ ናይ ውልቃ ገጽ ፈይስቡክ ኣብ ዘውጸቶ ጽሑፍ ቀዳዊኻ ሞት ኣሎ ብዝብል ኣርእስቲ ንሞት ዝተፈርደ ስመይን ድኻመይን ኣብ ፊልም ለውሃት ንትንሳኤ'ዩ ኮይኑ ብምባል ፊልም ለውሃት ናብ ጽሑፈ ፊልም ቀይራታ ጥራይ ዘይኮነት ንማለቱ'ውን ዛንታ ተባሂሉ ዝተዋህበኒ ጽሑፍ ዘይንበብን ዘይተሓዝን ስለ ዝኾነኒ፣ ኣማስያኡ ብድምጺ ተመሊኡ ሓሳብ እቲ ድርሰት ከም ዝተዋህባን ከም መበገሲ እውን ንማለት ጥራይ ከም ዝተጠቐመትሉ ብምግላጽ፣ ፊልም ለውሃት ኩሉ ነገራ፣ ካብ ድርሰት፣ ዛንታ፣ ኣልያ እውን ከይተረፈ ናታ ምዃኑ ብትብዓት ገሊጻ ኣላ። እዚ ጽሑፍ ዝተገልጸ ናይ ስነጥበበኛ ሉና ኣማኒኤል ካብቲ ብዙሕ ኣድነቅታን ፈለጥታን ክጽሕፍዎ ዝቀነዩ ዘይንእስ እኳ እንተኾነ ኣብ ሞያ ስነጥበብ ሒደት ዘይብሃላ ፍርያት ዘፍረየት ሉና ኣማኒኤል ገለ ካብ ስርሓታ ብምባል ካብ ዝገለጹ ሓደ ኣቤል ግርማይ ወዲ እምባ'ዩ። ስክሪንሻት ጌሩ ቅድሚ ሕጂ ዘፍረየቶም ፊልምታት ከምዚ ክብል ገሊጽዎ ኣሎ፣ ሓንቲ ልቢ፣ ወዲ ዘንቢል፣ ብሌነይ፣ ከይደልካ፣ ሪኣድሚት፣ ሰነድ፣ ኣገላግልኒ፣ ኣይተፍቅርኒ፣ ኮኾብ ካዝ፣ ካልኣይ ዕድል፣ ክንፈትሖም ዶ፣ ክኽሕሰኪ ዝብሉ ፍርያታ ምዃኖም ምስ ሰነዱ ኣቕሪቡ ኣብ ሞያ ስነጥበብ ኣብ ሓጺር ግዜ ዘገርም ብቕዓት ተምጽእ ዘላ ትስፍውቲ ስነጥበበኛ ምዃና ብኹርዓት ገሊጽዋ ኣሎ። እዚ ዘይከሓድን ካብ ኮነ ንምንታይ ፊልም ለውሃት ብዙሓት ዓበይቲ ስነጥበበኛታት ንሲዶን ረድእ ጥራይ ንምንኣድ ተበጊሶም ግልጺ ኣይኮነን። ሞጎስ ዝግብኣ ብዝገበረቶ ዝዓየየቶ ቁጽሪ ኣዝዩ ብዙሕ ፊልምታት ክትነኣድ ክብሪ ክወሃባን ዝኽእል ክንሱ ንምንታይ ንውልዶ ስነጥበበኛ ጎሲኻ ክትነኣድ ተደልዩን ተጌሩን መልእኽቱ ብሩህ ኣይኮነን ምኽንያቱ ሉና ኣማኒኤል ክንድዚ ዝኣክል ድርሰት ኣልያ ኣብ ቪዶ ክሊፕ ከይተረፈ ኣብ ምርኣይ ትነጥፍ እንካብ ኮነት ካብቲ ብዙሕ ፍርያታ ሓንቲ ተተወስደት ኣባህላታት ኣዘናትዋ ከይዲ እቲ ፊልም ምስቲ ካልእ ስራሕ ብምዝማድ ናይ መን ምዃኑ ንሓደ ኣብቲ ሞያ ዘሎ ሰብ ኣይከብዶን ይኸውን። እቲ ስምዒት ሓዊስካ ዝፀሓፈቶ ሓሳባ እምበኣር ንብዙሓት ዘይፈልጥዋ ዝነበሩ ክንድዚ ፍርያት ዘለዋ ምዃና ከላለይዋ ነቶም ድሮ ብፍርያታ ኣድነቕታን ሰዓብታን ሞራል ዝህቡዋ ከኣ እዚ ናይ ሓባር ስራሕ እንተኾይኑ ብሓባር ክብሪ ክረኽባሉ፣ ናይ ሓዲኤን እንተኾይኑ ከኣ ነታ ዝግብኣ ዝግባእ ክብሪ ክወሃባ እዩ ዝግባእ። ቀንዲ ጌጋ ክትጾሮ ዘለዋ ግን ስነጥበበኛ ሲዶን ረድኢ እዚ ናእዳ ንበይነይ ዘይኮነ ንኽልቴና እዩ ዝግባእ ኢላ ብድፍረት ክትገልጽ ክትክእል ነይሩዋ። ምኽንያቱ ኣብቲ ፊልም እውን ጸሓፊት ዛንታ ዝብል ክብሪ ተዋሂባ ዘላ ሉና ኣማኑኤል፣ ፈታው ሲዶን መሲሉ ዘጽድፍ ናእዳ ክህባ ከሎ፣ ዝግበኣኒ እዚ'ዩ ኢላ ንስምዒታ ግንሕ ክተብል ነይሩዋ። ብሓፈሽኡ ግን ኣብ ስነጥበብ ሃገርና ብሓወይ ዓርከይ መሓዛይ እናተባህለ ዝስራሕ ስለዝኾነ እዚ ናብ ሓፋሽ ዝበጽሐ ጉድ እዩ እምበር ክንደይ ተርጎምቲ ተባሂሎም ብገንዘብ ዘተርጉሙ ክንደይ ደረስቲ ተባሂሎም ናይ ዝተሸገረ በዓል ጥበብ ዝዕድጉ ክንደይ ደረፍቲ ስም ገጣሚ ዘይረቑሑ ናቶም ኣምሲሎም ዝዝርግሑ ኣለዉ መሊኦም። ንኹሉ ብሕጋዊ መንገዲ ንምኽያድ ሕውነትን ስራሕን፣ ምቅርራብን ሞያን ፈላሊና ምስራሕ ኣገዳሲ እዩ። ብዘይ ኩታኻ ወለል ግን ኣብ ዘብጽሖ ዘይብሉ ምዃኑ፣ ክንድቲ እትረኽቦ ክብሪ ብዕጽፍታት ክብርኻ ዘጥፍእ ምዃኑ ኩሉ ክግንዘቦ ይግባእ። ኩሉኹም ወገን ዘይብሉ ንስለ ሓቂ ግቡእኹም ዝገበርኩም ብልቢ ምስጋና ይግበኣኩም። ቀንይልና ብዝተፈለየ ዛዕባ ክሳብ ንመጸኩም ሰላም ወሰናይ ንኩልኩም።